ሰላም ሰላም ኣሕዋተይ እዚኣ ድማ ሒዘልኩም መፅኦ ዘለኹ ካልኣይቲ ለስትበያ ካልኣይቲ ክፋል ናይተን ሱሳ ፍራኸንን ሱሳ ሕቶን ሱሳ ድማኒ መልስን ዝብላ ካልኣይቲ ክፋል እያ እዚኣ ከዓኒ እምበኣረይ ከምቲ ትገብሩለይ ምድጋፍ ሸር ላይክ ኮመንት ሳብስክራይብ ከይረሳዕኹም ትምህርትና ክንጅምር ኢና እዚኣ ድማ ካብ ዓሰርተ ሰለስተ ክሳብ ሳላሳን ሸውዓተን ሒዘልኩም መጺእ ኣለኹ ክሳብ ሱሳ ድማ ናይ መወዳእታ ካልኣይቲ ክሰደልኩም እየ ምክንያቱ ነዊሕ ስለ ዝኾነ እቲ መልስታት ብኸምኡ እዩ ንውሕ ዝብል ዘሎ ጽን ኢልኩም እንደደጋጊምኩሞ ግን ርግጽና እየ ክጠቕመኩም እዩ እምበኣር ኣሕዋተይ ሸር ላይ ኮመንት ሳብስክራይብ ከይረስዓኹም ናብ ትምህርትና ንእቶ ዓሰርተ ኣርባዕተ ድማ ንርኣ ፌርቲን Vad du är inhet weekend ሕጂ ቪከንድ እንታይ እዩ ቀዳመ ሰንበት ማለት እዩ ዞንዳ ዛቱርዳኽ ን ዞንዳኽ ማለት እዩ ቀዳመ ሰንበት ቪከንድ ቀዳም ሰንበትን ቪከንድ ይበሃል ቪክ እዚኣ በይና እንታይ ትበሃል እዚኣ በይና ከርእየኩም ኢለ እዚኣ በይና ብዘይ ካዚኤን ማለት እዩ እዚኣ በይና ቪክ ሰሙን ማለት እዩ ቪክ ሰሙን እዩ ቪከንድ እንተኮይኑ ከዓ ጠቕላላ ብሓባር ቪከንድ እንተኮይኑ ከዓኒ ጠቕላላ ማለት እዩ ቀዳመ ሰንበት ማለት እዩ ቫዱያይ ኢንሄት ቪከንድ ይብላ ኣሎ ሕጂ ቫዱያይ ኢንሄት ቪከንድ ኣብ ቀዳመ ሰንበትካ እንታይ ትገብር? In het weekend ኣነ ኣብ ቀዳመ ሰንበተይ ሩስ ኢክ ኣውት የዕርፍ ዕረፍተ ይገብር ሩስ ኢክ ኣውት In het weekend ሩስ ኢክ ኣውት ኣብ ቀዳመ ሰንበተይ የዕርፍ Ga ik wandelen ይንቀሳቐስ ንሰውነተይ ፅቡቕ ስለዝኾነ ንሓንጎለይ ፅቡቕ ስለዝኾነ

ኢንሄት ኔዘርላንድስ እቲ ዝኸበደ ዝረኸብካዮ ማለት እዩ ቫት ፌንቼር ሙለክ ኢንሄት ኔዘርላንድስ ኣብ ኔዘርላንድ እቲ ዝኸበደ ዝረኸብካዮ እንታይ እዩ ማለት እዩ ኔዘርላንድስ እንታይ እዩ ቋንቋ ኢልናዮ ድስ እዚ ኤስ ተለዋ ኩሉ ግዜ ቋንቋ እዩ ኤስ ተለዋ እንታይ ኢልናዮ ቋንቋ እዩ ብዘይካ እዛ ኤስ ግን ሃገር ማለት እዩ ኔዘርላንድ ስለዚ ቫት ፊንቼ ሙለክ ኢንሄት ኔዘርላንድስ እንተኢልና ኣብቲ ቋንቋ ናይ ሆላንድ ዝኸበደ ዝረኸብካዮ እንታይ እዩ እዚ ሕቶ ንዓኹም እውን ይምልከት እዩ ድስ መልሲ ንርእዮ ኣብዚ።

ኣብዚኣ ድማ ንእሽተይ ምኽሪ ክበኩም ኣሕዋተይ እንድሕር ቋንቋ ክትመሃር ኮንካ ቮውደን መዓልታዊ ከተፅንዖም ኣለካ ኩሉ ግዜ ቃላት ማለት ፐርፌክት ኣይኮኑን ኩሎም ብሕጊ ዝኸዱ ማለት ኣይኮኑን ገሊኦም ደ ዝኣትዎም ዘገርሙኻ ኣለዉ ገሊኦም ሔት ዝኣትዎም ዘገርሙኻ ኣለዉ ብዛዕብኦም እውን ከምፅኣልኩም እየ። ሕጂ ግን በቃ ብዛዕባ ነዊሕ ሓሳባት ኩሉ ግዜ እንድሕር ኡፍ ነገርኩሞ ኣብ ርእስኹም ክሰፍር ጠቕላላ እሞ ሽዑ ደይትርስዕዎ ምዝርራብ ድማ ደይጽጉመኩም እየ ዘምጽእ ዘለኹ ስለዚ ሁሌርየ ኒውቮርደን ከመይ ጌርካ ሓድሽ ቃላት ትመሃር ኢክሌር ኒውቮርደን ዶርት ለይዘ ብምንባብ ቱርላውስትረ ብምስማዕ ኤን ፊልትሄርሃለን ምድግጋም ድማ ማለት እዩ

ከምኡ እንዳበልና ከኣ ሆላንዳዊ ወይ ድማ ናይ ሆላንድ ቋንቋ፣ ናይ ሆላንድ ጆክ፣ ናይ ሆላንድ ርክብ፣ ናይ ሆላንድ ፐርሰናልስ ቋንቋታት ወይ ድማ ባህርያዊ ባህርያታት ማለት እዩ ክንፈልጦም ንኽእል ኢና። ስለዚ ፎኩስ ግበሩ በቃ ዕላማኹም ክትሃርሙ መታን ቋንቋ ከኣልዎ። ኒት ኣለይን ቋንቋ ወላዊን ከተንብቡ ኣለኩም ብዙሕ እንታይ ሕግታት ኣብዚ ዓዲ ከምኡ ውን ከምጻልኩም እየ ደሓን ሽግር የብሉን ሕጂ ግና ቋንቋና ንግበር በኣረይ ንቀጽል ኣሕዋተ

ይመሃሮ ማለት እዩ ኣብ ኢንተርነት ዝኮን ተንብቦ ትክእል ኣብ ዝኮነ ዝኮን ትገብሮ ብዛዕብኡ ስለዚ ፋትየ ኣስያይ ኢት ኒት ብክራይብ ኣዚግ ኢት ኒት ብክራይብ ፍራክ ኢክ ሄት ኣንደ ሌራር ኦፍ ዙግ ኢክ ሄት ኦፕ ወይ ድማ እዚኮ ማለት ኣይ ምድላይ ማለት እዩ ስለዚ መምህር ምሕታት ፅቡቅ እዩ ዝበለፀ እዩ ዘይተረዲኡካ ግን ብትግርይና ብገለ እንዳገበርካ እዚኮ እንትገብሮ ፅቡቅ እዩ ማለት እዩ ስለዚ ኣስጊ ኢት ኒት ብክራይ ፍራክ ኢክሄት ኣንደሌራ መምህረይ ማለት እዚ ኦፍ ዙክ ኢክሄት ኦፕ ስለዚ ወይ ድማ ንመምህርካ ትሓትት እንተኾይኑ ዝኾነ ዘይተረዲኡካ ወይ ክዓ ትደልዮ ዝኮን ትገብር ትምሃሮ ማለት እዩ። ቫር ኣቲን ድማ ንርኣ ዓሰርተ ሸሞንተ ቫት ቨሊየ ላተር ዱን ቫት ቨሊያይ ላተር ዱን ዳሕራይ ዳሕራይ ማለት ላተር ማለት ሎምዓንቲ ገለ ኣይኮነን። ላተር ወይ ንመጻኢ ክኸውን ይኽእል እዩ ወይ ድማ ናይ ምሸት እውን ክኸውን ይኽእል እዩ። Vad nu det vat väljer jag later dun ዳሕራይ እንታይ ክትገብር ትደሊ later väl ik verka ዳሕራይ ክሰርሕ ይደሊ later väl ik verka en en መቐጸሊ ማለት እዩ ኹድ ኔዘርላንድ ስፕሬክን ሽዑ እውን ጽቡቕ ኔዘርላንድ ክዛረብ ይደሊ ዞዳት ik ሕጃዮ ዞዳት ኢክ ዘልፍስታንድኽ ካን ዛይን በቃ ዞዳት ኢክ ዘልፍስታንድኽ ካን ዛይን እንታይ ማለት እዩ ዘልፍስታንድኽ ድሕሪ ኢና ዘልፍስታንድኽ ቨርከን እንድሕሪ ኢልካ ንበይኑ ዝሰርሕ ሰብ ማለት እዩ ብዘይ ዝኾነ ሕቶን ርእይቶን ንበይኑ ዝሰርሕ ማለት እዩ ዞዳት ኤክ ዘልፍስታንድኽ ካን ዛይን ማለት ከዓኒ ኣነ ይብል ኣሎ ኣነ ባዕለይ ብዘይ ዝኾነ ነገር ክድውል ናብ ከመይንተ ክድውል ናብ ሕክምና ክድውል ናብ ወረቀት ዝመጸኒ ክድውል ብላስቲን ክድውል ዘልፍስታንደኽ ካንዛይን ይብል ኣሎ ባዕለይ ንዂሉ ክውድኦ ዝመጸኒ ወረቀት ኣንቢበ ክምልሰሎም ዝመጸኒ ነገራት ኣንቢበ ክጣበቀሎም ዝመጸኒ ነገራት ኣንቢበ ክምልሰሎም ዘረባ ይኹን ቛንቛ ይኹን ካልእ ነገር ይኹን ንኽትዛረበሎም

ይርዳኣኩም ክብሉ ተስፋ ይገብር እምበኣረይ ንቐፅል ኣሕዋተይ ንይኽንቲን ድማ እንተርኢና ቫት ማክያይ ብላይ እንታይ ይሕጉሰካ ማለት እዩ ቫት ማክያይ ብላይ እንታይ እዩ ዝሕጉሰካ ብላይ ሕጉስ ማለት እዩ ኣሕዋተይ ብላይ እንታይ ማለት ኢልና እዩ ሕጉስ ስለዚ ቫትማኬ ብላይ እንታይ የሕጉሰካ ጀብዚ ንረ ኢክቮርድ ብላይ ኣስ ኢክ ኢትስ ኒው ሌየር ኢክ ቮርድ ብላይ ኣስ ኢክ ኢት ኒውስ ሌር፣ ኣነ ዝሕጎስ ይብል ኣሎ ሓደ ሓድሽ ነገር እንተ ተማሂረ'ዩ። ኢክ ቮርድ ብላይ ኣስ ኢክ ኢት ኒውስ ሌር፣ ኣን ተወሳኺ ማለት'ዩ፣ ኣስ ኢክ መት ኣርድከ መንሰ ፕራተ፣ ዳት ኢስ ሶው፣ ዳት ኢስ ሶው፣ ድሽ። ሕጂ ርኣይዎ፣ ኣልስ ን ኣልስ ኢክ ሜት ኣርድክ፣ ኣርድክ እንታይ እዩ? ሕያዋይ ማለት እዩ። ኣርድከ መንሰ ፕራተ፣ ምስ ሕያዎት ሰባት እውን እንተ ተጸራሪበ ብላ ይገብረኒ ማለት እዩ። መን እዮም ሕያዎት ሰባት? ኣርድክመንሰ ዝበሃሉ ሕያዎት ሰባት ዝበሃሉ መን እዮም እንድሕር ኢልና ቋንቋ ተጋጊኻ ዶ የስሕቑኻ እዮም? ቋንቋ ተጋጊኻ ዶ የስሕቑኻ ወይ ድማ ይእርሙኻ ወይ ድማ ኦው የ ዱት ሄር ኩት ኣለይን ቤች ዳት ፍራንድ ኦፍ እዚኣ ጥራይ ቀይራ እዚኣ ጥራይ ከምዚኣ እያ ትበሃል እንተኢሎምኻ ዘሳይንደ ኣርድክመንሰ እዚኦም እቶም ሕያዎት ዝበሃሉ መንሰዮም ፋውት ናትካ ኣይስሕቑዎን እዮም እንታይ ደኣ የኽብርዎ። ትፍትን ምህላውካ የኽብሩኻ ማለት እዩ መሊሶም ይፈትዉኻ መሊሶም የፍቅሩኻ ማለት እዩ ስለዚ ባት ማኪያይ ብላይ ኢክቮድ ብላይ ኣስ ኢትስ ኒውስ ሌረ ሓድሽ ነገር ተተማሂረ ኒውስ ሌረ ን ኣስክ መትኣርድኸ መንሰ

ሕጂ ግን ኦምዳት ስለ ዘላ ኢክ ቤተር ቨል ቮርደር ኤን ተወሳኺ እዚ ኤን ሚር ፈርትራወ ቨል ክራይኸ ብዙሕ እምነት ድማ ይቕበል ስለ ዘለኒ ስለዚ እንታይ እየ ዝብ ዘለኹ ቫሮን ኡፍንየ ኤልክዳ ስለምንታይ ኢኻ ንስኻ ንስኺ ንስኻትኩም ብሓንሳእ ኤልክዳ መዓልታዊ ተጽንዑ

ዘይምርድዳእ የለን ስለዚ እቲ ፍሎው ዝበሃል ወይ ድማ ዝርርብ ፍሎው ይኸይድ ከምዚ ኦቶማቲክ ይኸይድ ማለት እዩ ትህቦም ይህቡኻ ስለዚ እንታይ እዩ ዝበሃል ዘሎ ፍርትራዎን ቫልክራይኻ እምነት ድማ ክትረክብ ካብ ሰባት ወይ ድማ ያ ስሓቕ የለን ጸወታ የለን ብሓንሳእ ትስሕቕ ብሓንሳእ ከዓ ትኹሪ ከምኡ ዓይነት ማለት ስለዚ ፈርትራቨል ክራይ ማለት እዩ ምስ ሰባት ፅቡቕ ርክብ ንምግባር እቲ ዕላማ ኣብ ሓፂሩ እምበኣር ሰዓብኒ

ስታይክ ኦፕ ይትስእ ድሕሪ ነቒሐ ማለት እዩ ምንቃሕ እዩ ኣሲክ ቫከርቦል እንተ ነቒሐ ስታይክ ኦፕ ይትስእ ካብ ዓራተይ ይትስእ ስታይክ ኦፕ ምሳይ በሉ ማክ ኢክ ማይ ቤት ማክ ኢክ ማይ ቤት ማለት እንታይ እዩ ዓራተይ የንጽፍ ዓራተይ ይዓጽፍ ማክ ኢክ ማይ ቤት ን ን ከኣ።

ናብ ትምህርትን ናብ ስራሕን ትኸዱ ብባስ ዲኹም ትኸዱ ብትሬን ዲኹም ትኸዱ ብ መኪናኹም ዲኹም ትኸዱ ሳይክልኩም ዲኹም ብእግርኹም ቀረባ ድዩ እቲ ገዛ ብእግርኹም ዲኹም ትኸዱ ብነፋርት ዲኹም ትኸዱ ሓደ ሓደ ሃገራት ውን ብነፋርት ዝኸዱ ኣለዉ ናብ ትምህርቲ ስለዚ ዕስራን ክልተን እንድሕር ሪኢና ሁ ካይ ያይ ናር ስኹል ኦፍ ቨርክ ከመይ ጌርካ ናብ ስራሕን ናብ

ሎ ፐንደ ብእግርኻ ማለት እዩ። ኣልስ ሄት ዴክት ባይ ኢስ እንድሕር ቀረባ ኮይኑ። ኣልስ ሄት ዴክት ባይ ኢስ እንድሕር ቀረባ ኮይኑ ማለት እዩ።

ባት ኢቼ ኢንድ ሚዳኽ ፍርቂ መዓልቲ እንታይ ትበልዕ ኢንድ ሚዳኽ ንረሕጂ መልሲ ኢንድ ሚዳኽ ኢት ኤክ ፋክ ብሮድ ኢንድ ሚዳኽ ኢት ኤክ ፋክ ብሮድ ሓድሓደ ግዜ ብዙሕ ይበልዕ ብሮድ ይበልዕ ባኒ ኦፍ ራይስ ወይ ድማ ሩዝ ኤግ ድሪንክ ዳርባይ ምስኡ ውን ሓደ ነገር ይሰቲ ኢንቫተር ኦፍ ተይ ድሪንክ ዳርባይ ምስኡ ተወሳኺ ምስቲ ዝብላዕ ማለት እዩ ቫተር ኦፍ ተይ ወይ ማይ ወይ ድማ ወይ ማይ ወይ ድማ ሻሂ ማለት እዩ። Water of Tea። እምበኣረይ ዕስራን ኣርባዕተን ንቐጽል ኣብዚ ዓዲ ዕስራን ሰለስተን ማለት እዩ ፋክ ብሮድ እዮም ዝበልዑ ብሮድ ንትካስ ኦፍ ፒንዳካስ ኣይደኖ ብዙሕ ዓይነት ዝብላዕ ኣሎ ማለት እዩ ሓዋዊስካ ኢኻ ትበልዖ ኣብዚ ዓዲ እዚ ብዝሕቱ ክሳዕ እዮም ዝበልዑ ማለት እዩ ናይ ምሸት እዮም ከቢድ ዝብላዕ ዝበልዑ ቀትሪ ግን ባኒ ብሮድ ብሲኢካ ቅላጥ ባኒታት ኢና ንበልዕ ማለት እዩ ኣብ ኣብ ዓድና ከኣኒ ያ ቀትሪ እዩ ሰብ ብርትዕ ዝበልዕ መስለኒ ከም ዝመስለኒ ይቅሬታ ግበሩለይ እንድሕር ተጋግየ ኣለኩ ዕስራን ኣርባዕተን ድማ ንርኣ ቫት ኢቼ ኢንዳ ኣፎም ኣብ ናይ ምሸትከ እንታይ ትበልዕ ቫት ኢቼ ኢንዳ ኣፎም። ሕጂ ኣብዚ ረኣያ ኣብቲ ናይ ምሸት ታይ ትበል ኢን ደ ኣፎን ኢት ኢክ ኣፎንድ ኢተን ኣፎንድ ኢተን ማለት ድራር ማለት እዩ ኣፎንድ ኢተን ድራር ማለት እዩ ካክ ኢክ ተይቨይ ተይቪ ሪኢ ሽዑ ን ፕራት ኢክ መት ማይን ፍሚሊ ሽዑ ዳሕራይ ኢሉ ምስ ህድራ ይዛራረብ።

ፋሚሊ ሽዑ ድማ ምስ ስድራቤተይ ይዛራረብ እምበኣር ንቐጽል። እምበኣር ሕጂ ድማ ዕስራን ሓሙሽተን ዕስራን ሽዱሽተን ንርኣ ሁ ኡፍንየ ስፕሬክን ሁ

ትፕራተን ዶር ዓው ኢልካ ምዝራብ፣ ሃርድ ኦፕ ትፕራተን ፍራኸ ት በኣንትቮርደ፣ ሕቶታት ብምምላስን ፍራኸ ት በኣንትቮርደ ን ን ሜት ኣንድረ ት ኡፍነ ዋላ እውን ምስ ካልእ ሰባት ምዝራብ ማለት እዩ። ሕጂ

ሶሪ ዶር ሃርድ ኦፕት ፕራተ ፍራኸት ብኣንትዎርደ ሕቶታት ብምምላስ ን መት ኣንድረ ት ኡፍነን ምስ ካልእ ሰባት እውን ብልምምድን ስፕሬከን ክትክእሎ ትኽእል ኣብ ስራሕኹም ይኹን ኣብ ካልእ ብዘይ ሕፍረት ብዘይ ገለ ኩሉ ግዜ ክትዛረብሉ ኣለኩም እምበኣር ዕስራን ሽዱሽተን ድማ ንርኣ።

ያል ኦክ ላንገ ፍራኸን እዮም እዚኣቶም። እምበኣር ንቐጽል፣ ሰዓብኒ። ዕስራን ሸውዓተን ድማ ንርኤ። ዘይፈ እንት እንትኽ Vad du är? Vad du är? ኣሽ ያይ ፍራይ በን እንታይ ትገብር ንስኻ ናጻ እንተኾንካ Vad du är? ኣሽ ያይ ፍራይ በን እንታይ ትገብር ንስኻ ናጻ እንተኾንካ ሕጂ መልሲ ንርኣ ኣስ ኢክ ፍራይ በን ሩስ ኢክ ኣውት ላውስተር ኢክ ናር ሙዚክ እንካ ኢክ ሶምስ ቫንደለ እወ ሕጂ ኣስ ኢክ ፍራይ በን፣ ኣነ ናጻ እንተ ዀይነ፣ ሩስ ኢክ ኣውት የዕርፍ፣ ላውስተር ኢክ ናር ሙዚክ፣ ኣን ካ ኢክ ሶምስ ቫንደለ፣ ሓደ ሓደ ግዜ ድማ ይጓዓዝ ማለት እዩ፣ ካ ኢክ ሶምስ ክዛወር ይወጽእ፣ ቫንደለን ይብሃል፣ ቫንደለን። ስለዚ ቫት ዱ የ ኣልሸ ፍራይ በን? ኣስ ኢክ ፍራይ በን፣ ሩስ ኢክ ኣውት የዕርፍ ማለት እዩ ጽቡቅ ይድቅስ ንቅድም የዕርፍ ላውስተር ኢግናር ሙዚክ መዝሙር ክሰምዕ ይክእል ሙዚቃ ክሰምዕ ይክእል እንካ ኤግሶንስ ቫንደለን ክዛወር ድማ ብእግረይ ይከይድ ዒስራን ሸሞንተን ድማ ንረ ቫሩም ቫሩም ኢዝ ኔዘርላንድስ

ስለዚ ኦምዳት ኢክ ሁድ ቨል ኮሚኒሴርን ምስ ሰባት ጽቡቕ ክረዳዳእ ኣንዳን ዘልፍሳንድኽ ቨል ለይፈን ብዘይ ዝኾነ ሓገዝ ናይ ካልእ ሰብ ብዘይ ዝኾነ ሽግርን ንኽነብርን ይጠቕመኒ ማለት እዩ። ኔደርላንድ ኢዝ ብላንግራይክ ፎር ማይ ኦምዳት ኢክ ሁድ ቨል ኮሚኒሴረ ኣን ዘልፍሳንድኽ ቨል ለይፈን ኦፍ ቨርከን ክትብል ትኽእል ኢኻ።

ኣብ ምምሃር እንታይ ይሕግዘካ? ቫት ሄልፕት ያው ባይሄት ሌርን ኣብ ምምሃር እንታይ ይሕግዘካ? ንኣብነት ኣብዚ ሕጂ መልሲ ንርኣ ሄርሃለን ምድግጋም ማለት እዩ ሄርሃለን እንታይ ማለት ኢልና ሄርሃለን ምድግጋም ስለዚ ሄርሃለን ሄልፕት ማይ ፊል ምድግጋም ኢሉ።

እተን ሕቶታትን መልስን ስለዚ ፍርቂ በጺሕና ኣለና። ሰላሳ ድማ ንርኣ። Huful ye ye als je oefent ከመይ ይስምዓካ ንስኻ ንስኻ ክትለማመድ ኮለኻ Oefen Huful Huful ፉል ማለት ስምዒት እዩ። Huful ye

ኢግ ኣስ ኢክ ኡፍን ፉል ኢክ መይ ሶምስ ሙ፣ ሓደ ሓደ ግዜ ይደኽመኒ እዩ፣ ማር ኦክ ብላይ ኦምዳት ኢክ ሌር፣ እንተኾነ ግን ዋላ ውን ይሕጎስ እየ ምኽንያቱ ይመሃር ስለ ዘለኹ። ምበኣር ንቐጽል።

ዳርና ዳርና ከኣ ኢግናር ቤት። ድሕርኡ ድሕሪዚ ኩሉ ድማ እንታይ እገብር? ናብ ዓራተይ እኸይድ። ሕጂ እታ ሕቶ እንታይ እያ ነይራ? ቫት ዱ ያይ ፎር ዳት? ሕጂ ትርእይዋ ኣለኹም እዚኣ? ቫት ዱ ያይ ፎር ዳት ያይ ጋት ናር ስላፐ። ኣዱያይ ፉዳትያ ኢኻ ትስላቦ እንታይ ትገብር ቅድሚ ምድቃስካ ሕጂ ፐርፌክት ክትምልሶ እንተኾንካ ክትለማመዶ ኣለካ ንኣብነት ሕጂ ሪእዎ ነንብቦ ፉዳት ኢኻ ስላፐ ፉዳት ኢኻ ስላፐ ራምኢክ ማይንስ ቡለ ኦፕ ናተይ ንብረት እያ ትይጠራንፍ ኤንካይክ ኢክ ኢፉ ኦብ ማይን ቴለፎን ቴለፎነይ ድማ ሓንሳእ መሰጅ ድዩ ዝኾነ ነገር ይርእየላ፣ ዳርና ኻኢካ ናብ ቤት፣ ሽዑ ናብ ዓራተይ ይኸይድ ማለት እዩ። እምበኣር ሰላሳን ክልተን ድማ ንርኣ። ትበይ ዕንደርትኽ ድማ ይብልዎ ኣብዚ ዓዲ፣ ትበይ ዕንደርትኽ።

ሶሪ ንስኻ ከመይ ትጅምር ሁብኺን እየ ከመይ ትጅምር የዳኽ ሁብኺን እየ እን የዳኽ ያይዳኽ ናትካ መዓልቲ ከመይ ይጅምር ናትካ መዓልቲ ማለት እዩ ሁብኺን እየ የዳኽ ዱሽ መልሲ ንርአ

እንድሕር ክትከይድ ኮንካ ካብ ገዛኻ ንኣብነት እንታይ ትማላእ ክንርኢ ኢና ቫት ኔም እየ ኔም ምምላእ እዩ ስለዚ ቫት ኔም እየ ቫት ከ እንታይ ትማላእ ማለት እዩ ቫት ኔም እየ የ ሜይ ኣሽያይ ቬኻት ቬኻት ከዓ ምኻድ እዩ ቬኻት ስለዚ ሕጂ መልሲ ንርአ

ኣን ቴለፎን ኣን ሶምስ ፋትኼልድ መይ ሓደ ሓደ ግዜ ድማ ገንዘብ ይማላእ ማለት እዩ ገንዘብ ኸልድ ቫትኼልድ መይ ሓደ ሓደ ግዜ ድማ ገንዘብ ይማላእ ትብል ኣላ ማለት እዩ እምበኣር ባይኻን ፈደር ኣጆኹም

ዱ ኢግ ኢን ያስ ኣን ያስ ጃኬት ማለት እዩ ስለዚ ኣን መልሶ ማለት እዩ ን ኔም ኢግ ኢን ፓርፑል መይ ፓራፑል ማለት እንታይ እዩ ፅላል ማለት እዩ ፅላል ስለዚ ኣስ ሄትረይኽን ዱ ኢግ ኢን ያስ ኣን

ኣስኢማን ኡንት ሙት ዜክ ኤክ ሃሎው ሰላም ይብሎ፣ ኤንት ፍራክ ኤክ ሁ ሄት ጋት፣ ከመይ ከም ዝኸደሉ ዘሎ ምስኡ ድማ ይሓቶ ማለት እዩ። እምበኣር ንቐጽል።

ጌጋ ክትገብር እንታይ የብልካን ክትፈርሕ የብልካን ስለዚ ፋውተ ትማከ። እምበር ንሕጂ ዝበልክወን ካብ ዓሰርተ ሰለስተ ክሳብ ሰላሳን ሸውዓተን እየን ነይረን በተን ዝመጻ ካብ ሰላሳን ሸሞንተን ክሳብ ስሳ ድማ ኣብታ ትመጽእ ዘላ ለስ ሒዘልኩም ክመጽእ እየ እምበኣር ኣሕዋተይ እንተፈቲኹማ ሸር ላይክ ሳብስክራይብ ኮመንት እንዳገበርኩም ኣተባብዑኒ ኢኹም